ንግስቲ ሓየሎም ኽልተ ዓይና ልኽትስእን ቕሩብ እዩ ተሪፍዋ ነይሩ ይኹን ግን ሕዚ ላ ሕክምና ወፅያ ለላትሉ ኹነታት ናብ መጀመርያ ምርመራኣ ጌራ ንያል ቐፃሊ እታ እያ ክተካይድ። ሓደሽቲ ተፃመድቲ ላብ ሓዳር ቕድሚ ምእታዮም ቕድሚ ሓዳር ስልጠና ክወስዱ ለገድድ ሰርትፍኬት ክሕዙ ክኽእሉ እነይዎም እዚ ልምንታይ ወፅዩ ልፈተሽናዮም ሓደ ሓደ ኬዛት እነሄው እሶም ክንርኤም ኢና ኩራት ተመልከቲ። ቋዕ ሰላም ተገነና መቐለ ታይምስ ዩቱብ ቻናል ሰብስክራይብ ግበሩ ናብ መጀመርያ ሓበሬታና ልኾን ሓደ ካብ ማሕበራዊ ጉዳይን ጉዳይ ደቂ ኣንስትዮን ሚኒስቴር ቤት ፅሕፈት ዝተወዘዐ ሓደ መምርሒ ሓበሬታ እኒዮ ካብ 2019 ዓ ም ጀሚሩ ተፈፃሚ ልኾን መምርሒ እዚ መምርሒ እዚ መጻምዲ ኮይኖም ሓዳር ክምስርቱ ልልደልዩ መጻምዲ ለነጻጸረ መምርሒ እዩ። እንታይ እዩ ልመስል ክንፍትሾ ኢና ኣብ ናይ ሎማዓንቲ ፕሮግራምና። ኣብቲ ካልኣይ ሓበሬታና እንደገና ኣብ ኪነጠብ ትግርኛ ናይ ንግስና ዙፋን ካብ ልበጽሓ ከየንቲ ሓደ ከያኒት ንግስቲ ሓየሎም እያ። ንግስቲ ሓየሎም ብቲክቶከር ራእሲ ልኡል ለላትሉ እዋናዊ ኩነታት ለም ለረድእ ለመልክት ሓደ ቪድዮ ተለይቑ ነይሩ ቅድሚ ልተወሰኑ መዓልታት which is ኣብ መላእ ዓለም ለለና ናይ ንግስቲ ሓየሎም ኣድነቕቲ ለደንገጸና ኩነታት ድሕሪ እዚ ኣብ ገዛ ንግስቲ ሓየሎም እንታይ ተፈጢሩ ሎማዕንቲ ነግረኩም ካልኣይ ሓበሬታና እዩ። ክቡራትን ክቡራንን ቪድዮና ክሻብ ልውዳእ ምስ መቕለታይ ምስ ብሓደ ብምጽናሕ እቶም ሓበሬታታት ብሓደ ክንምልከቶም። ክዕድም እየ ማለት እዩ ልዚ ቻናል እዚ ሓደሽ እንድሕር ኾንኩም ሰብስክራይብ ግበሩ ልቐጻለ ነዊሕ ልኾነ ርሕቐት ክንኸድ ይሕግዘና ክቡራትን ክቡራንን እዚ ገዛ መቐለት ታይምስ እዩ ድሕሪ ሓፂር መሳገር ላብቲ ቀዳማይ ለለፋለጥ ኾኹም ዛዕባ ክንሸግር ኢና ክሻብ እዚ ቪድዮ እዚ ልውዳእ ምሳይ የኹኑ ሰናይ ምክታል ወል ወል ወል ተመሊስና ተራኺብና እኔና ኣብ ናይ ሎማዓንቲ ናብ መጀመርያ ሓበሬታና ኢልና ላባኹም ክነብፅሖ ካብ ልመረፅኽዎ ጉዳይ ኣብ ጉዳይ ደቂ ኣንስትዮን ማሕበራዊ ሚኒስቴር ሓደ ልተወዝዐ መምርሒ ወይለለ ሓበሬታ እዩ እዚ ሓበሬታ እዚ ካብ ቐፃሊ ዓመት ክልተ ሽሕ ዓሰርተ ትሽዓተ ዓመተ ምህረት ጀሚሩ ተፈፃሚ ይኾን። እንታይ ይብል መሲልኩም እዚ ሓበሬታ? ሓደሽቲ ተፃመድቲ ላብ ሓዳር ቐድሚ ምእታዮም ቐድሚ ሓዳር ስልጠና ክወስዱ ለገድድ ሰርትፍኬት ክሕዙ ክኽእሉ ነይዎም። እዚ ልምንታይ ወፅዩ? ልፈተሽናዮም ሓደ ሓደ ኬዛት እነሄው እሶም ክንርኤም ኢና ክብራት ተመልከትቲ። ኣብ ከተማ ኣዲስ ኣበባ ልርከብ ናይ ስታስቲክስ ቤት ፅሕፈት፣ ኣብዚ ሕዚ ዓመት ካብ ሕሉፍ ዓመት ብሓምሳ ኣርባዕተ ሚእታዊ ልበልፅ ሓዳር ፍትሕ ኬዛት ተመዝጊቦም እኔዉ። ብጣዕሚ መሰንበዲ ዜና። ሓምሳ ኣርባዕተ ሚእታዊ ማለት ሕሰቦ ካብቶም ልተመርዓዉ ልዕሊ ፍርቂ ልኾኑ መፃምዲ እቲ ሓዳር ገንኡ ተበቲኑ እኔዉ ማለት እዩ። እዚ እንታይ ልበሎ ዶ ይመስለኩም ኣብቲ መፅናዕቲ ሀምልተኻተተ ተኾይኑ ቕድመ ሓዳር ለለዎም ግንዛበ እዞም ሰብ ሓዳር ብጣዕሚ ውሑድ እዩ ተባሂሉ ተገምጊሙ ኣሎ። በዚ መሰረት እዚ ላብ ሓዳር ለኣትዩ ገና ሓደሽቲ ተፃመድቲ ቕድመ ሓዳር ስልጠና ክወስዱ ከም ለለዎም ብልተፈላለየ መንገዲ ላተገለፀ ነይሩ እዩ። ኣብ ኣዲስ ኣበባ ብውልቆም ትካል ኸፊቶም ኣብ ዛዕባ እዚ ገና ሓድሽ ሓዳር ኣብ ምምስራት ኣመልኪቱ በተለይ ስልጠናታት ለህቡ ትካላት ነይሮም እዮም። ይኹን ግን ብመንግስቲ መዳይ መፍትሒ ልክመፅእ ብዙሓት ማሕበረሰባዊ ኣንቃሕቲ ጎስጓስ ላገበሩ ነይሮም እዮም። እንሆ ጉዳይ ደቂ ኣንስትዮን ማሕበራዊን ቤት ፅሕፈት ሚኒስቴር ማለት እዩ እዚ ዛዕባ እዚ ካብ ቀፃሊ ዓመት ተፈፃሚ ልኾን ኢሉ ሓደ ወሳኒ ዝኾነ መምርሒ ኣውሪዱ እኒኦ እቲ መምርሒ እንደገና ላብ ሓዳር ቅድሚ ምእታዮም ወሳኒ ዝኾነ ናይ ቅድሚ ሓዳር ስልጠና ክወስዱ ከም ለለዎም ይግደዱ ማለት እዩ። በዚ መሰረት እዚ ሓደ ሓዳር ተመስሪቱ ልክበሃል ተኾይኑ እዚ ሰርቲፊኬት እዚ ክተሓዝ ክኽእል እኒሀዎ ካብ ቀፃሊ ዓመት 2019 ዓ ም ጀሚሩ እስኹም ኸ ኣብ መንዩ ደረጃ ኢኹም እኒኹም ሓዳር ልክትገብሩ እንድሕር ትሓስቡ ኣለኹም ኾንኹም ሓድሽ መምርሒ እዩ እሞ እዚ መምርሒ እዚ ኣብ ግምት ኣእቲኹም ቀዲምኹም ስልጠናኹም ክትወስዱ ክትግደዱ ኢኹም። ንዚ ስልጠና እዚ ለድልዩ ማንዋላት ሙሉእ ልሙሉእ ተዳልዮም እኒሄው። ስለዚ በዚ መሰረት እዚ እዚ ስልጠና ክወሃብ እዩ ተባሂሉ ኣብ ዝተገለፀሉ ጊዜ ጀሚርኹም ምስ መፃምድኹም ኾንኹም ቐዲምኹም እዚ ስልጠና እዚ ብምውሳድ ሰርቲፊኬት ብምሓዝ ሓዳር ክትምስርቱ ክትግደዱ ኢኹም ክትዳለው ኣለኩም ማለት እዩ። ክብራትን ክብራንን ናብ መጀመርያ ሓበሬታና እዚ ልመስል ላብቲ ቀጻሊ ዝኾነ ሓበሬታ ቅድሚ ምሽጋርና ግን ላብ ከያኒት ንግስቲ ሓየሎም ልምልከት ሓበሬታ ቅድሚ ምሽጋር ሓፂር መሰጋገሪ ክንጥቀም ኢና። እዚ ገዛ እዚ ሓደሽ እንድሕር ኮንኩም መቐለ ታይምስ ዩቲዩብ ቻናል ሰብስክራይብ ግበሩ። ድሕሪ መሻገሪ ክንጋነ ኢና። ኣብ ናይ ሎማዓንቲ ወሳኒ ልኾነ ሓበሬታ ብተመሳሳሊ እዚ ሓበሬታ እዚ ብስልኪ ክነጠንክሮ ክንሙክር ኢና እዚ ጉዳይ እዚ ብጣዕሚ ትኹረት ልደሊ ጉዳይ እዩ ካልኣይ ሓበሬታ ኣብ ኪነጥበብ ትግርኛ ኣብ ዘመናዊ ኪነጥበብ ትግርኛ ሽማ ብናይ ንግስና ብርኪ ክለዓል ልግብኦ ሓንቲ ከያኒት እኒኣትና እዛ ከያኒት እዚኣ ድምጻዊት ንግስቲ ሓየሎም እያ። ሀይ ሞነና እያ ልባዕላ ኣብ ሕማቅ ኹነታት እትርከብ እቲ ድምጻ ልዘመናት ምሳና ቀንዩ ሓደሽቲ ስራሕትታ በቲ ጥዑም ድምጻ ላዋዘየት ክተሀድሰና ደረጃና ክተፍልጠና እንጽበያ እንምነየላ ኾኾብ እያ ነይራ ንግስቲ ሓየሎም ናይ ኪነጥበብ ጅማሮኣ ኣብ ኣዲስ ኣበባ ብምግባር ኣብተሽዒቱ ልነበሩ ገና ዘመናዊ ትግርኛ ላተኣታተይ ኣብ ልነበረሉ ጊዜ፣ ሙዚቃ ኣብ ስቱድዮ ብልስረሐሉ ጊዜ፣ ቕልቕል ኢላ ብቲ ድምጸ መረዋሕ ድምጻ፣ ልፍቕሪ፣ ልዓዲ፣ ልርክብ፣ ልልተፈላለዩ ስምዒታት ቆንጆ ብልኾነ መንገዲ ብምስናድ፣ ታሪኽ ለመስግና ገዚፍ ልኾነ ጽዕንቶ ኣሕዲራ፣ ንግስቲ ሓየሎም፣ ንግስቲ ሓየሎም ኣብዚ ሕዚ ጊዜ ለላትሉ ደረጃ፣ ንመብዛሕቴና ልምጠና ሃምሌ ኮነ ውሽጥና ይስምዖ። በዚ መሰረት እዚ እንደገና ኣብዚ ሰሙን እዚ ብቲክቶከር ራእሲ ልኡል እቲ ለላትሎ ኩነታት ዕላዊ ምስ ኮነ ብጣዕሚ ብዙሓት ኣብ መላእ ዓለም ልርከቡ ናይ ከያኒት ንግስቲ ሓየሎም ኣድነቕቲ ፈተውቲ ካብኡ ልሐሸ ነገር ልክገጥማ ሕክምናኣ ልክትከታተል ለድልዩ ስራሕቲ ልክስርሑ ድጋፍ ሀምልገብሩ ገሊፆም ነይሮም። እነሆ ድማ ናይ ሎማዓንቲ እቲ ምስ ንግስቲ ሓየሎም ልተሓሓዝ ሓበሬታና ራእሲ ልኡል ልንግስቲ ሓየሎም ላብ ሕክምና ወሲዱ ናይ መጀመርያ ልኾነ ናይ ዓይኒ ምርመራ ክትገብር ሀምልገበረ ተፈሊጡ እኒኦ። ካብዚ ልላዕሊ ደስ ለብል ሓበሬታ ካበይ ይግነ ክብራት ተመልከቲ ካበይ ትመይ ግነይ ንግስቲ ሓየሎም ኽልተ ዓይና ልኽትስእን ቑሩብ እዩ ተሪፍዋ ነይሩ ይኹን ግን ሐዚ ኢላ ሕክምና ወፂኣ ለላትሉ ኹነታት ናብ መጀመርያ ምርመራኣ ጌራ ኒያል ቐፃሊ ታይ እያ ክተካይድ ብልልቀቑ ሓበሬታታት እላተመልከትና እዋናዊ ኹነታታ ክንርዳእ ኢና ማለት እዩ። በዚ ኣጋጣሚ እዚ ግን ምስ ንግስቲ ሓየሎም ተኣሳሲሩ ኣብ ከተማ መቐለ ይኹን ኣብ መላእ ዓለም ለለኹም ፈተውቲ ቕድሚ ሐዚ ብተደጋጋሚ ልሰራሕኹምዎ ነገር ንግስቲ ሓየሎም ልግበኣ ክብሪ ልኸተግኒ ልጉስጉስ ብጣዕሚ ብዙሓት ሓሳባት እላሃኹም ለለኩም ፍቕሪ ላገለጽኹም ከም ልመጻኹም ከም መቐለ ታይምስ ክንምስክሮ ልግበእና ጉዳይ እዩ እነሆ ናይዚ መቐጸልታ ልኾነ እንደገና ቲክቶከር ራእሲ ልኡል ልገበሮ ስራሕ ሓደ ዓርሱ ልኸኣለ ኣብ መኻዚኖ ታሪኽ ኪነጥበብ ትግራይ ክኽዘን ልግብኦ ገዚፍ ዓሻራ እዩሞ ልራእሲ ልኡለ ክነመስግኖ ኢና። ክብራት ተመልከቲ ልኾኾብ ድምጻዊትና ንግስቲ ሓየሎም እንደገና ዲሕና ነዊሕ ልኾነ ዕድመ ኣብ ምድሪ ልክትቕመጠልና ዊሽ ክንገብር ኢና። ኣብዚ ሕዚ ግዜ ንግስቲ ሓየሎም እንደገና ዳግማይ ተመሊሳ ሙዚቃ ልክትሰርሐልና ኩለና ኢና ንምነ። እቲ ለላትሉ ኩነታት ይፈቅድዶ ኣይፈቅድ እዩ ብለየገድስ ጎና ጎኒ እዚ ግን ክብራት ተመልከቲ ከይርስዖ ሓዋ ልንግስቲ ሓየሎም ልኾነ ማሙሽ ሓየሎም ልልኾኑ ዓመታት ካብ ናይ ኪነ ጥበብ ስራሕቲ ወፂኡ ሓዲግዎ ነይሩ እዩ። እንደገና ተመሊሱ ናይ ኪነ ጥበብ ስራሕቱ ልክሰርሕ ሰላም ጥራይ ሰላም ጥራይ ድኽነት ሓላፊ እዩ ኣዮኸ ትግራይ ልብል ዜምኡ ኣብ ኹለና ልተቐረፀ ብጣዕሚ ኢንትረስቲንግ ልኾነ ትሕዝቶ ለለዎ ዜማ እዩ። እዚ ዜማ እዚ እንደገና ተመሊሱ ኣብ መድረኽ ተረኺቡ እላደረፈ እዩ ልርከብ። በዚ ኣጋጣሚ እዚ ማሙሽ ሓየሎም ክሻብ መጨረሻ ህይወቱ እላደረፈ በዚ ጥዑም ቃንኡ ልኸዘናግዐና ዊሽ ክንገብር ኢና። ልንግስቲ ሓየሎም እንደገና ተመሳሳሊ ልኾነ ሰናይ ትምኒት ኢና ክንምነየላ ማለት እዩ። ኩራት ተመልከቲ ናሉማዓንቲ ነረኒ ክልተ ወሰንቲ ሓበሬታታት እዚኦም እዮም ልመስሉ። ኣብ ቐጻሊ ብኻሊእ ትሕዝቶ ክንጋነ ኢና እልል ነበረና ጻኒሒት ብጣዕሚ ለመስግን ከዛኻረኩም ቐድሚ ቪድዮ ምውዳይ መቐለ ታይምስ ዩትዩብ ቻናል ሐዚ ሰብስክራይብ ግበሩ ናይ ቐጻሊ ሰብ ይበለና